ሰላም ሰላምታ ኣይረሳኹም ተኸታተልቲ ናይዚ መደብ ከመይ ቀኒኹም ሎም ድማ ከምቲ ናይ ኩሉ ግዜ ከምቲ ኣብ መእተውየይ ዝረኣኹምዎ ብሓድሽ ኣርእስቲ መጽየኩም ኣለኹ ናይቲ ኣርእስትና ናይ ሎማዕንቲ ድማ ጾር ዝኸበደኩም ናብ ማርያም ለምኑ ክተማልደኩም እዩ ዝብል ከምቲ ዝረኣ ዘሎ ሃዋህው ናይ ህዝብናን ናይ ሃገርናን ብዙሕ ጽቡቕ ኣይኮነን ብዙሓት ሰባት ድማ ኣብ ውሽጢ ውጥረትን ጭንቀትን ንርከብ ማለት እዩ ስለዚ ክቡራት ቤተሰበይ ነዚ ዓብዪ መፍትሒ ክኾነ እዩ ኢልኩም ትሓስብዎ ወይ ከዓ እናሓስቡ እንታይ እዩ እንተዳ ኢልና ሓንትን ሓንትን ጸሎት ብቻ እዩ ጸሎት ናይ ኩሉ ግዜ ናይ ኩሉ ነገር መቑረሪ መዓት እዩ። ስለዚ ኩላትና በብሃይማኖትና በብእምነትና ኣኣብ ዘለናዮ ኩነታት ስራሕና ብዘየገድስ ኩነታት እንነብረሉ ብዘየገድስ በብዘለናዮ በብሃይማኖትና ስለ ዓድና ስለ ህዝብና ስለ ህፃናት ስለ ኣረጋውያን ክንጽሊ ይግብኣና። ጸሎት ዓብይን ንእሽቶንን ኣይብልን። ዓብይን ንእሽቶንን ኣይብልን። ኣየናይ ጸሎት እግዚኣብሔር ይቕበሎ እሱ ስለ ዝፈልጦ ኣንሕና ብቻ ብንጽህና ጸሎት ክንገብር ጸሎት ክንዝክር ኩሉ ግዜ ይግብኣና ማለት እዩ። ዓድና ኣብ ብጣዕሚ ኣብ ሕማቕ ሃዋህው እያ ዘላ ግን እቲ ሕማቕ ነገር እግዚኣብሔር ኣምላክ ላብ ደስታን ላብ ሓጎስን ክቕይረልና ይኽእል እዩ። ምክንያትስ ንዕኡ ዝሰኣኖ ነገር የለን ክብራት ቤተሰበይ ተስፋ ኣይንቁረጽ ተስፋ ምቁራጽ ሞት እዩ ባዕሉ ሓደ ዓርስ ልካለ ሞት እዩ ማለት እዩ ሐዚ ብዙ ናይ ዓድና ሃዋህው ብምርኣይ ከተግብሮ ድዩ ኣየተግብሮ ይቲ ሰብ ዘየገድስ ኣብዚ ፌስቡክ ክትኣቲ ተለካ ብጣዕሚ ኢለ ዘጽልኣካ ልሰልችወካ ክትርኢ ደስታ ዘይህበካ ነገር ኣሎ በተለይ ድማ ኣብ ስደት ዘለና ኣሕዋተይ ኣንሕና ዓርሲ ልኻኣለ ናይ ባዕልና ናይ ናፍቅ ጭንቂ ኣለና እሱ ካብ ብዙሕ ብውሑዱ ይኣኽለና እዩ ማለት እዩ እዚ ጭንቂ እዚ እንዳሃለወና ተመሊሱ ኩናት ወረ ኩናት እዩ ክንሰምዕ ከለና ሕልናና ኣብቲ ዝነበሮ ድኽመት ወሲኹ ንክደክም እዩ ልገብሮና ኣብዚ ሰዓት እዚ እንታይ ኢና ክንገብር ዝግበእና መዝሙርና ክንሰምዕ ቃል ኣምላክ ክንሰምዕ ናይ ሰማእታት ገድሊ ክንሰምዕ እዩ ዝግበእና ተዘይ ኮይኑ ፖስት ናገበርካ እዚኣ ናይ መጨረሻ ፖስተ እያ እዚኣ ናይ መጨረሻ ኮሜንተ እያ እዚኣ ናይ መጨረሻ ህይወተ እያ ኣሕዋተይ ልብ ንበል እዚ ሕማቅ ነገር ሕልፍ ስለ ዝሓልፍ ስለ ንርስዖ እዩ እምበር እስኪ ምልስ ኢልና ቅድሚ ሰለስተ ኣርባዕተ ዓመት እንታይ ዓይነት ሂወት ነይሩ ንዘክሮ ኣሽዑ እኮ ኣብ ሃይማኖትና ኣብ ጸሎትና ኣብ እግዚኣብሔርና ዝነበረና ቅርርብ ብጣዕሚ ብዝገርም መልክዑ እዩ እግዚኣብሔር ድማ ኣቑሪሩልና እቲ መዓት መዓልቱ ክሓፅር እቲ ለዓመታት ዝነበረ ንመዓልትታት ገይርዎ ተመስገን ፈጣሪ ብዙሓት ጎዲሎምና ቀያሕትን ጸለምትን ግን ፈጺምና ለይምጥፋእና ብቲ ኩነታት ሽዑ ስለ ንሪኦ ዝነበርና እግዚኣብሔር ይመስገን እሱ ይኹን ወሰኑ ላበልና ኔርና ሐዚ ድማ ካሊእ ሓድሽ ይፍጠር ኣሎ ማለት እዩ ብዙይ ኩነታት እዚ ከምዚ ዓይነት ተስፋ ቆረፅ ዝኾነ ትፅሕፋ ኣሕዋተይ ተትቁጠባ ምክንያቱ ምናልባት እስኻትን ለይተተግብሮ ልቐልዲ ኢልከን ትፅሕፎ ኩነታት ክህሉ ይኽእል እዩ ብተግባር ከውዕልኦ ልኽእላ ሰባት ናታትክን ርየን ግን ኣይሰኣናን ስለዚ ካብ ከምዚ ዓይነት ሕማቕ ተግባር ንቆጠብ። እዚ ሓሳብ እዚ እውን ናይ እግዚኣብሔር ሓሳብ ዘይኮነስ ናይ ሰይጣን ሓሳብ እዩ። ስለዚ መራመድቲ ሓሳብ ናይ ሰይጣን ከይንኾን ንጠንቀቕ ብድጋሚ ክብለክን ይፈቱ። ካብኡ ኣብዚ ኮሜንት ኣብ ዝተፈላለየ ኮሜንትታት ኣቲና ድማ እግዚኣብሔር ከ ብስሩ ከንዮ ድዩ ኢልና ንፅሕፍ ኣሕዋት እኒና እግዚኣብሔር ካብቲ ዘለዎ ዘይንቕነቕ ኣቦ ሓቂ ኣቦ ደስታ ዓቃል ተዕግስተኛ ደላይ ሰላም ንባሮቱ ናኾነ እምበይ ቡቲ ናይና ተግባር እኮ ኣሕዋተይ ማርየት ሃህ ኢላ መዋሓጠትና ነይራ ስለዚ ንእሽተን ጸገማት ኣብ ልተተንከፍናሉ ናብ እግዚኣብሔር ኣምላክ ጥር ኢልና ብሱረኸ እግዚኣብሔር ኣምላክ ኣለ ንብሎ ኣለና እምበር ኣለ ድዩ ኢልና ንጽሕፍ ኣሕዋት ኔና። እግዚኣብሄር ምህላው ኢለይ ምህላው ያው ጥርጥር እንተ ኣቲና ኮይና እዚ ናይ መጨረሻ ጥፍኣት በጺሕና ኣለና ማለት እዩ። ስለዚ እግዚኣብሄር ኣምላክ ብለይትን ብቐትርን ብጸልማትን ብብርሃንን ካባና ዘይፍለ ርህሩህ ጎይታ ሓላዊ ባረቱ ኩሉ ግዜ ኣሎ። ብኡ ኢና ድማ ደቂስና ንትስእ ኣለና። ምህላውይ ለይምህላውይ ትጠራጠራ ኣሕዋት ኣተን ከምዚ ዓይነት ጽሑፍ ትጽሕፋ ኣሕዋት ደቂስክን ምትሳእኽን ኣስታውስኦ እቲ ንጽሕፎ ሓደ ሓደ ግዜ ክንፈልጦ ይግበኣና ክብራት ቤተሰብ ሓደ ሰብ ጥራሕ ኣይኮነን ኣብ ዝኾነ ቪድዮ ይኣትየስ ብዙሕ ሰብ በቃ ብዛዕባ እዛይ ናይ ትግራይና ልመፀት ኩናት ወረ ኩናት ምስማዕናሲ ልፈጣሪ ምስ ፈጣሪ ነተሓሕዞ ንፈጣሪ ንነቅፍ እረ ዓቅሚ የብልናይ እረ ኣይግባኣይ እውን ብስሩ ፅያፍ ቃል እዩ እዚ እኳ ደኣ ዝተኽኢልና ኣብ ዝተፈላለየ ቦታ ኮይንና ጸሎት ክንገብር ኣቡነ ዘበሰማያት ዓባይ ጸሎት እያ ደው ኢልካ ቁሑ ላሓፀብካ ድዩ ክዳን ላተኮስካ ድዩ ምንድሬት ላበለሉካ ድዩ ከነብላወልወልካ ድዩ ዝኾነ ይኹን ስራሕ ላስራሕካ ኣቡነ ዘሰማያት ትደግም ከለኻ እሳ ኣብ ሰማያ ሰማያት ክትኣርግ ትኽእል እያ ክብራት ኣሕዋተይ ግድን ኣይኮነይ መፅሓፍ ቅዱስ ሒዝካ ፃዕዳ ተኸዲንካ ደው ኢልካ ምንባብ ምፅላይ እሱ ግዜ ተረኺብካ እዩ ንሱ ቦታ ተረኺብካ እዩ ግድን ኣይኮነይ ተኣምሪ ኪዳን ምብፃሕ ዕድል ተረኺብካ ቦታ ተረኺብካ ግዜ ተረኺብካ መን እሞ ክበካ እቲ ዝዓበየ ንሱ ግን እቲ ዝዓበየ ተነኣስናዮ ብታ ዝነኣሰት ክንጅምር ንኽእል ኢና ክብራተይ ስለዚ ልኾነ ይኹን ጸገም ኣብ ልተፈጠረ ኣብ ዓድና ኣብ ህዝብና ኣብ ሕብረተሰብና ብሓፈሻ ጥር ኢልና ላብ እግዚኣብሔር ኣምላክ ክንነቅፍ ሞራል እውን የብልናይ ሓይሊ እውን የብልናይ ብስሩ እውን ዓብይ ጌጋ እዩ ማለት እዩ እዚ ኢኣማኒነት ምዃን እዩ ምጥርጣር ተጠራጠርቲ ምዃን ስለዚ እታ እያ ትለኣና ክትጠቕመና ትኽእል ልቢ ኢልና ካብ ልብና ምፅላይ ስለ ህፃናት ስለቶም ኣፍ ዘይብሎም ስለቶም ዓው ኢሎም ክዛረቡ ዘይኽእሉ ስለቶም ምግቢ ኢሎም ምግቢ የብልናይ ተባሂሎም ክርድኦም ዘይክእል ህፃናት በታ ዘለናያ ዓቕሚ በታ ዘለናያ ግዜ ምፅላይ ካብኡ ከዓ ትዕግስቲ እግዚኣብሔር ኣምላክ ለኣና ከምህረና ክንደይ ብዘይ ኣወስኡ ሓሊፉ እዩ መሪር ሞት እስካብ ህይወት ማለት እዩ ኣንሕና እውን ትዕግስተኛታት ክንኮን ልክዕ ናቲ ኣሰር ክንክተል ይግበአና ክብራት ኣሕዋት ናቲ ዝሓለፈ ላዘከርና ሕዚ እውን ርእስና ደንዚዙ ከም ዘሎ ኣብ ኩለና እዩ ተስፋ ግን ክንቆርፅ የብልናይ ምኽንያቱ ክርስትያን ተስፍኡ ኣይቆርጽ እዩ። እቲ መፍትሒ ዘምጸና እቲ ሰማይ ምድሪ ዝፈጠረ ልኡለ ባህሪ እግዚኣብሔር ኣምላክ እዩ። ናብኡ ነማሕጸን ናብኡ ነማዕዱ ናብ ሰሙ ምዕዳብ ምስ ንጅምር እኮ እዩ እዚ ነገር እዚ ልመጸና ኣሎ። ኣዶ ትግራይ ከይዕረፈት ገና ዓይና ከይሓበሰት እዚ ምምጽኡ ንኹለና ኣሕዚኑና ኣደንጊጹና ተስፋ ኣቑሪጹና እዩ ግን ኣሕዋተይ ልቢ ንበል ከምቲ ኣብ መእተዊየይ ዝበልክዎ እዚኣ ናይ መጨረሻ ፖስተ እያ እዚኣ ናይ መጨረሻ ከምዚ እያ ከምዚ ላበልና ንጽሕፍ ኣሕዋት ንጋገ ኣለና ኢና ሞት መፍትሒ ኣይኮነን ሞት ሓደ ሓደ ግዜ ወለድና እንታይ ይብሉ ኣመዋውታየይ ኣጸብቐለይ ይብሉ። ሞት ለኮ መዓርገ ኣለዎ እኮ እዩ። ሞት ለኮ ቦታይ ግዜ ኣለዎ እኮ እዩ። ቅዱስ ሞት እውን ኣሎ፣ ሰይጣናዊ ሞት እውን ኣሎ። ሰይጣናዊ ሞት ከም ኣብነት ህይወትና እንዳሃለወት ህይወትና ብኢድና ምስ ነሕልፋ ሰይጣናዊ ሞት እዩ። ስለዚ ክብራት ኣሕዋተይ ልቢ ንበል ልቢ ንበል ደጊምና ሞት ከም መፍትሒ ንውሰዶ ሞት ንዓና ወላ ኣብ ላዕላ ይፀግመና እንድሕን ሞትካ ኩሉ ነገር ብድሕሪያ ካለሎ ኣይትርእይ መቕድዩ ፅቡቕ ድዩ ኣይትርእይ ግን ወላዲት ተልያ ናይ ወላዲት ጭንቂ ክንዝክር ኣለና። ወላዲ ተልዩ ናይ ወላዲ ሽግር፣ ውላድ ተልዩና ከዓ ናይ ውላድና ሽግር ጭንቂ፣ ብድሕሪኤና ዘጋጥሞ ነገር፣ ብድሕሪኤና ዘለዎ ሰቆቃ ኣንሕና ዋላ ሓሊፍና ተዘይረእናዮ እቶም ዝሓለፉ ሰባት ኣብ ጎንና ዝነበሩ ኣብ ውላዶም ኣብ ቤተሰቦም ኣብ ወላዲቶም ዘለዎም ጭንቂ ፀበባይ ሓዘን እዩ መሪር ሓዘን ክንዝክሮ ይግባና። ኣነ ተሓሊፈ በቃ ዕረፍቲ እዩ ኢልና ክንሓስብ ከለና ነቶም ለዕበዩና ነቶም ኣብቲ ደረጃ እዚ ለውፅሑና ኸ እንታይ ንሓድገሎም ኣለና? ስቓይ፣ መከራ፣ ሓዘን ከም ሓዘን ዝኸፍአ የለይ ክብራት ቤተሰብ። ስለዚ ደጋጊመዮ ኣብ ብዙሕ ቪድዮታት እውን ስለ ዝረእኹ እየ ካብዚ ክንጥንቀቕ ኣብ መንፈሳዊነት ክነተኩር መዝሙረ ዳዊት ድዩ ክንሰምዕ ሞዝሙርና ድዩ ክንሰምዕ ቃል ኣምላክና ጥዑም ቃል ኣምላክ ሂወት ዝኮነ ቃል ኣምላክ ክንሰምዕ ይግበእና ኣነ ከምዚ ክብል ከለኩ ኩብራት ኣሕዋተይ ድክምቲ እየ ልባዕለይ ኣብቲ ቃል ኣምላክ ኣትየ እኳስ ደቃይቅ እምበይ ልሰዓታት ዘይጸንሕ ሰብ እየ ብቅዕቲ ኮይነ ኣይኮንኩ ግን ዋላ ብቆዐይትውን ንእሽተን ፍርሓት እግዚኣብሄር እንተደኣ ሃልይካ ንእሽተን ናይቶም ዝሓለፉ ሰማኢታት ንእሽተን ሃዋሃው ኣፍልጦ እንተደኣ ሃልይካ ጉልወት ይኾነካ እዩ ብኸመይ ሓሊፎም ኣንሕናኸ ታይ ፀገም ኣጋጢሙና ብሓደ ግዜ ልብና ስብር ኣብራኽና ስብር ኣንጉዕና ፍስስ ይብሎ ከምኡ ዘይገብር ኮይኑ ዘይኮነ እቲ ኩነታት ግን ህድእ ኢልና ክንሪኦ ህድእ ኢልና ክንሰምዖ ህድእ ኢልና ክንጓዓዞ ዝግበእና ነገር እዩ እግዚኣብሔር ኣምላክ ከምታ ዝሓለፈት ሓፃር ግዜ ክገብረልና ይኽእል ሕዚ ንሕዚ እውን ከጥፍኦ ይኽእል ንዕኡ ዝሰኣኖ ነገር የለን ስለዚ ክብራት ኣሕዋተይ ኣነ ክኢለ ንዓኽን ክመክር ዓቕሚ በቒዐ ዘይኮንኩስ በቃ ካብቲ ዝሪኦ ኣለኹ ንእሽቶን ጸሎትና በቃ ምንም ዘድሊ ነገር የለን። እሱ ዝከኣለ ነገር ኣሎ እቶም ጾር ዝኸበደኩም ናባይ ንዑ ኣነ ድማ ጾርኩም ከቕልለልኩም እየ ጾርና ለቕልለልና ንሱ ጥራሕ እዩ ማንም ሰብ ጼርካ እንድሕን ከይድካዮ ኮይንካ ኣይሓግዘኒ ክብለኒ እዩ ዝርሕቐካ ሰብ ኣይሰኣኒ እግዚኣብሔር ኣምላክ ግን ጾርካ ሒዝካ ተኸይድካዮ ጾርካ ኣቕሊሉ ዝሰድድ ጎይታ እዩ። ሕዚ እውን እተ ብንግዳዕና ጸይርናዮ ዘለና ጭንቂ ጸበባይ ናይ ዓድናይ ናይ ህዝብናይ ከቕልለልና እዩ። ልመን ኢልዎ ፈጣሪ ጥራሕታይ ንኹን ብንጽህና ንቕረቦ ዋላ ድኽማት ንኹን ምስ ድኽመትና ንቕረቦ እሱ ድኽመት ዘይጸባጸብ ርህሩህ ጎይታ እዩ። ብዓይኒ ፍቕሪ ዝጥምት ርህሩህ ጎይታ እዩ። ስለዚ ኩራት ቤተሰበይ ብድጋሜ ንክመክር ወይ ከዓ ገለ ዘይኮነሲ ንእሽተን ኣብቲ ማሕበራዊ ሚድያታት ደስ ዘይብሉ ፖስት ዝገብሩ ሰባት ስለ ዝረኣኹ ውሽጠይ እውን ዕንቅፍ ስለ ዝበለ ማለት እዩ ኣንሕና በተለይ በተለይ ኣብ ሃይማኖት ኦርቶዶክስ ተዋህዶ ዘለና ሃይማኖት ክርስቲያን ዝኾነ ተስፋ ኣይቆርፅ እዩ ተስፋን ኣይንቁረፅ ተስፋና መን እዩ ክንበሃል ከለና ኩሉ ግዜ ተስፋና እግዚኣብሄር እዩ ንብል። ተስፋና እግዚኣብሄር ተኾይኑ እግዚኣብሄር እኮ ኣብቲ ናይ ኩሉ ግዜ ዝፋኑ ኣሎ። ንምንታይ ልኡ ለይንልምኖ? ንምንታይ ልኡ ለይንጽሊ? ንምንታይ ንኡ ለይነማዕዱ? እሱ ከም ለብረህልና ከም ለውጉሐልና እቲ ጸልማት ግልህ ቢሉ ብርሃን ከም ዝገብረልናሲ ንምንታይ ንጠራጠር? ክንጠራጠር የብልናይ። ምኽንያቱ ጠፊኦም ክጠፍኡ ዘይደሊ ባሮቱ ሓደ ንሱ ጥራሕ እዩ። እዚ ክብራት ቤተሰበይ እታ ሪከርድ ከየንውሓ ኣጆና ንመብርሃንና ንለምና ናፍቲ ርህሩህ ወዳ ክተተዓርቐና ክተማልደና ካብ ክፉእ ክተውፅኣና ካብ ጭንቂ ክተውፀና ተዘይኮይኑ ግን ጭንቂ ንጭነቕ ተኾይና ልበዓልትና ሓሚምና ልቶም ኣብ ዓዲ እኒኡ ንእሽተን ተስፋ ከይንኾኖም ኣውዚ ልብዓልና ሓሚምና ንዕኦም እውን ነጸልምተሎም ኣለና ማለት እዩ ተስፋና ኣይንቁረጽ ተስፋና እግዚኣብሔር እዩ ሰላም ክገብረልና እዩ ልሰላም ንዘምር ልሰላም ንመነ ልሰላም ንለምን ንማህለል ንዑ ዝሰኣኖ ነገር የለን ኩሉ ሰላም ክገብረልና እዩ ስለዚ ክብራት ኣሕዋተይ ናይ ልማዓንቲ ኣርእስተይ ከምታ ዝበልኩኹም ጾር ዝኸበደኩም ናብ ማርያም ለምኑ ክተማልደኩም እያ ትብል ኩሉ ግዜ መዝሙርና ማርያም ክንብል እኒኤና ኣማልድና ካብዚ ጸልማት ዘየውጽእና ካብዚ ጭንቂ ዘየውጽእና ህዝቢ ናይ ዓድናይ ሰላም ክህበና ላፍቱ ፍቕር ወድኺ ለምንልና ንበላ ክብራት ቤተሰበይ ከምዚ እንተ ኢልናዮ ኮይንና እቲ ኣብ ዓመታት ዝተሓሰበ ኣብ ደቓይቕ ኣብ ሰዓታት ከቋርጽ ይኽእል እዩ። ብኡ እትኣምኑ ኩለኹም ናብ እግዚኣብሔር ኣምላክኩም ብምቕራብ ለምኑ። እዚኣ እያ ነይራ ናይ ልማዓንቲ ኣርእስተይ። ብኻልእ ፕሮግራም ብኻልእ ኣርእስቲ እስካብ ንራኸብ እስካብ ሽዑ ሰሰናዩ ንኹሉ ወዲ ሰብ ይኹን።